ሳክቲዝም ህግደፋዊ ናይ ጥፍኣት ስነ ሓሳብ ኣብ ጸላም ጸልመቱ ክዋኽብቲ ኢድሪስ መሓመድ ዓሊን ብጾቱ
ኣብ ጸላም ዝጸልመቱ ከዋኽብቲ እድሪስ መሓመድ ዓልን ብጾቱን መርድእ ብዜና ኣይንገርን ባህልናን ያታናንውን ኣይኮነን ምስጢር ቀተልቲ ሰባት ብሃበ ተረኽበ ኣይትድሕድሖን እቲ ምንታይሲ ሳዕቤናት ስለ ዘለዎም ንሎሚ ግን ንዘመናት ብውሽጠይ ከጨንቐኒ ዝጸንሐን ድቃስ ዝኸልኣንን ምስጢር ንባህልን ያታን ጥሒሰ ክገልጾ ተገዲደ ኣለኹ። ብትእዛዛት ቤት ጽሕፈት ፕሬዝደንትን ወኪል ሃገራዊ ድሕነትን ዝምርሑ ቀተልቲ ሰባት ብስሞም ክረቑሖም እየ። ኣብ ኣጻምእ ማያጣል ከባቢ ጋሕቴላይ ኣብ ጸላም ዝጸልሞቱ ሕቡእ ዛንታ ናይ ንጹሃት ዜጋታትና ብጭብጥታት ከቃልዖ'የ። ብዘይ ዝኾነ ጾታዊ፣ ቀቢላዊ፣ ሃይማኖታውን ርእሰማላውን ኣፋላላይ መታሕትን ከበሳን ከይበለ ካብ ራስ ቄሳር ክሳብ ራስ ጊሞራ ካብ ሰንዓፈ ክሳብ ቋሮራ ንዝርከብ ጭቁን ህዝቢ ኤርትራ ክቀዝፍ ታሪኽ ሃገርና ክድውን ገና ብኣግኡ ህርድግ ዝበለ ጉጅለ ህግደፍ ኣብ ልዕሊ ኣመንቲ እስልምናውን ብምስምስ ጀሃድን ሓሙሻይ መስርዕን ዝፈጸሞ ግፍዕታት ገና ኣብ ጽባሕ ናጽነት እዩ ዝጀመረ ድሕሪ ናጽነት ኣብ ውሽጢ ሸውዓተ ሳምንታት ካብ ገገዝኦምን መሳጊድን ተተሓኒቖም ካብ ዝጠፍኡ ሃይማኖታውያን ኣቦታት ሓደ ኣብ ከረን ቃድን ኡስታዝን ቤት ትምህርቲ መሓድ ዝነበሩ ሓጂ መሓመድ ማራናት እዮም። ሓጂ ማራናት ካብቶም ከም ወዲ ሰብ ተፈጢሮም ክንሶም ህይወት ወዲ ኣዳም ከየስተማቐሩ ካብ እሱር ናብ እሱር ዝኸርተቱ መዋእሎም ጥዑም ከይረኣዩ ዝተቐዝፉ ኣቦ እዮም። ኣብ እዋን ሃይለስላሰን ደርግን ንኣስታት ሓሙሽተ ዓመታት ዝተኣሰሩ ኮይኖም ካብ ዓሰርተ ሸውዓተ ሓምለ ሽሕን ትሽዓተ ሚእትን ቴስዓን ሓደን ክሳብ መፋርቕ ክልተ ሽሕ ድማ ኣብ ትሕቲ ቀይዲ ስርዓት ኢሳያስ ጸኒሖም ሕጂ እውን በትሪ ኢሳያስ ኣብ ልዕሊ ሃይማኖታውያን ኣቦታት ብዘይ ንሕስያ እናዓለበት ከም በዓል ኣቦና ሓጂ ሙሳ መሓመድ ኑር ዝኣመሰሉ ዜጋታት ትቐዝፍ ኣላ ስርዓት ኢሳያስ ኣብ ሃይማኖታውን ባህላውን ጉዳያት ርእሶም ዘቕንዑ ህቡባት ዜጋታት ጌና ብግስ ከይበሉ ምጥፋእ ካብ ሜዳ ጀሚሩ ዝለመዶ ነውራም ባህሪ እዩ ብፍላይ ኣብ ቋንቋታት ትግረን ዓረብን ምልከት ዝነበሮም ዜጋታት ብዝተፈላለየ ምስምስ ከጥፍኦም ጸኒሑ እዩ ባህር ስነጥበባዊ እድሪስ መሓመድ ዓለም ብጾቱን እውን ብስርዓት ኢሳያስ ተጨውዮም ደሃይ ካብ ዘጥፍኡ እንሆ ዓሰርተ ሰለስተ ዓመታት ኣሕሊፎም ኣለዉ። ደሃይ እድሪስ መሓመድ ዓልን መዛንኡን ንምፍላጥ ብዙሓት ዜጋታትናን ስድራቤቱን ሃሰው ክብሉ ጸኒሖም እዮም። ሎሚ ብዙሓት ኣንበብቲ ብዝሓተትኩምኒ መሰረት ንሃለዋት እድሪስ መሓመድ ዓልን ብጾቱን ዝምልከት ቅድሚ ክልተ ዓመት ዝፈነኹልኩም ሓበሬታ ተወሳኺ ጭብጥታት ብምድራኽ ኣቕሪበልኩም ኣለኹ። ብ15 ጥሪ 2005 ቅድሚ ፋዱስ ሰዓት ዓሰርተ ሓላፊ ሃገራዊ ድሕነት ብርጋደር ጀነራል ኣብርሃ ካሳ ወዲ ካሳ ንሓላፊ ውሽጣዊ ጸጥታ ነበር ብጋደ ጀነራል በቲ እዋን ኮኔረል ስምኦን ገብረድንግል፣ ሓላፊ ጸረ ስለያን ወፍርታትን ነበር ኮኔረል የማነ ኣፈወርቅን ሓላፊ ኣካል ምጽራይን ምርመራን ሜጀር ካሕሳይ በየነን ኣስዒቡ ናብ ቤት ጽሕፈት ፕረዚዳንት ከይዱ። ብኻልእ ገጽ ሚኒስተር ምክልኻል ጀነራል ስብሓት ኢፍሬም በቲ እዋን ሜጀር ጀነራል ኣብዚ እዋን ጀነራል ፍሊጶስ ወልደዮሃንስ፣ መጀር ጀነራል ገረዝግሄር ዓንደማርያም ውጩን፣ ብተመሳሳሊ ሰዓት ኣብ ቤት ጽሕፈት ፕረዚደንት በጽሑ። ብዙሕ ከይጸንሑ ኣዛዚ ስርሒት ዞባ ሓደን ምክትታል ዶባትን ነበር ብርጋደር ጀነራል ተኽለ ክፍላይ ማንጁስ፣ ኣብቲ እዋን ኮኔረል ሕጂ ብርጋደር ጀነራል ጠዓመ ጎይትኦም መቐለን ሌተናል ኮኔረል ፍጹም ኢሳቕ ለኒን ተሓዊሶሞም። ልክዕ ሰዓት ዓሰርተን ፈረቓን ምስ ኮነ፣ ባዕሉ ኢሲያስ ዝመርሖ ንኮኔረል ተስፋልደት ሃብተስላሰ ኣብ ጎኑ ኣንቢሩ ኣኼባ ተጀሚሩ። ኣብቲ ዕለት ብፕረዚደንት ዝቐረቡ ኣጀንዳታትን እማመታትን ኣብ ህሉው ኩነታት ሃገርን ምድላዋት ንምርጫ ኢትዮጵያን ዝብል ነበረ። ደድሕሪ ዝቐረቡ ኣፈናዊ መጽናዕትታት ንኢሲያስ ሓዊሱ ኩሎም ተኣከብቲ ሕጂ ክገልጾ ዘይደሊ ዘዝመስሎም ርእይቶታት ኣቕሪቦም። ልዑል ኣድህቦ ዝተገበረሉን ቀዲሙ ዝተሰርዐን ዛዕባ ኣብ ህሉው ኩነታት ምርጫ ኢትዮጵያን ብወገንና እንታይ ንግበር ዝብል ርእሲ ነይሩ። ንኣስታት ክልተ ሰዓታት ድሕሪ ዝተገብረ ዘተ ፕረዚደንት ኢሳያስ ኣስዒቡ ንህሉው ኩነታት ውሽጣዊ ጸጥታ ሃገር ዝምልከት ብወዲ ካሳ ጀሚሩ ኩሎም ጸብጻባቶም ከቕርቡ ዕድል ሃበ። ድሕሪ ፋዱስ እውን ሰፊሕ ዘተ ቀጺሉ ኣስታት ሰዓት ሰለስተን ኣርብዓን ሓሙሽተን እቲ ኣኼባ ተዛዘመ። ድሕሪ ኣኼባ ፕረዚደንት ወዲ ካሳን ኣባላቱን ክጸንሑ ሓበሮም። ንተወሳኺ ኣስታት ዕስራ ደቓይቕ ኣብ ዝጸንሐ ሓጺር ኣኼባ ዝተላዕለ ካልእ ኣጀንዳ ከኣ፣ ብወዲ ካሳ ኣቢሉ ዝቐረበ ጉዳይ እስላማዊ ጥርንፍነትን ጅሃዳዊ ዝምባሌታትን ዝምልከት ነይሩ። ወዲ ካሳ ብቓሉ ኣብ ዘስምዖ መደረ ከምዚ ክብል ተሰምዐ፣ ነገሩ ጸወታ ቆልዓ ዝመስል፣ እዞም ብጀብሃዊ ስምዒት ዝህመሉ ከም በዓል እድሪስ መርዓዊ ዝኣመሰሉ ማይ ሱዳን ዝጠዓሙ ዝርከብዎ፣ ናይ ጥርኑፍነት ዝንባሌታት ይንጻባረቑ ኣለዉ። ወላ ምስኦም ርክብ ኣይሃልዎ፣ ኣብ ቀይዲ ዘእተናዮ ሓደ ለኽባጥ ሱዳናዊ እውን ነዚ እዩ ዝሕብር። ገና ኣብ መስርሕ እዩ ዘሎ። እንተኾነ እቲ ሱዳናዊ ከም ዝሓበሮ፣ ነቲ ዕላምኦም ንምዕዋት ዕባይ ሱዳን ዝኾኑ ቋንቋ ዓረብ ዝመልኩ ዜጋታት ናይ ምውዳብ መደባት ከም ዘለዎም ዘተንብሁ ነገራት ኣለዉ። ኣብ ቀጻሊ ኣብ ከባቢታት። ኣቑርደት፣ ከረን፣ ዓዲ ቐይሕ ምስ ዝተራእዩ ምንቅስቓሳት ብምትእስሳር ኣመታቱ ናበይ ገጹ ከም ዘብል ብሓባር ክንሪኦ ኢና ምስ በለ ኢሰያስ ኣስዒቡ ወዲ ካሳ ብዛዕባዚ ባዶ ተጻዋርነት ከም ዘለና ትፈልጥ ኢኻ ስለዚ ብዘይ ንሕስያ ዝመሰለኩም ግበሩ ብምባል መምርሒ ሂብዎም ብሓሙስ 24 ሕዳር 2005 እቲ ህቡብ ስነ ጥበባዊ እድሪስ መሓመድ ዓሊ ዝርከቦም ዓሰርተ ሸሞንተ ዜጋታት ብመጀር ካሕሳይ በየነ ሓላፊ ኣካል ምርምራን ምጽንጻንን ወኪል ሃገራዊ ድሕነት ዝምርሑ ኣባላት ክፍሊ ዓፈናን ስጉምትን ከካብ ዝጸንሕዎ ብጸላም እናኣረዩ ኣብ ካርሸሊ ዳጒኖሞም። ገለ ካብኣቶም እሱራት ኣቐዲሞም ንኣዋርሕ ኣብ መትከል ኣበየት ተቐይዶም ዝጸንሑ ነይሮም። ኣብ ማእከላይ ቤት ጽሕፈት ወኪል ሃገራዊ ድሕነት ውሽጣዊ ጸጥታ ብወዲ ካሳን ብስምኦንን ንጉዳይ ሃይማኖታዊ ጥርኑፍነትን፣ እድሪስን ብጾቱን ዝምልከት ምርመራ ዝገብሩን ዝከታተሉን እዞም ዝስዕቡ ሰለስተ ሓለፍቲ ተመዚዞም። ቀዳማይ ሜጀር ካሕሳይ በየነ ወዲ በየነ፣ ሓላፊ ኣካል ምጽራይን ምርመራን ወኪል ሃገራዊ ድሕነት ውሽጣዊ ጸጥታ ከም ላዕለዋይ መርማሪ ጉዳይ እድሪስን ብጾቱን። ካልኣይ ሜጀር ፍስሓጽዮን ኣባል ኣካል ምጽራይን ምርመራን ወኪል ሃገራዊ ድሕነት ከም ካልኣዩን ብቋንቋ ትግረ ንዝምርመሩ ጥርጡራት ዝኣሊ። ሳልሳይ፣ ሜጀር ተወልደ ራሻይዳ መርማሪ ብፖለቲካ ዝተጠርጠሩ እሱራት እዮም። ነቶም ኣቐዲሞም ካብ ዝተፈላለየ ኩርናዓት ሃገር ዝተኣረዩ ዜጋታት ሓዊሱ እቶም ቀንዲ ዝተባህሉ ዓሰርተ ሰለስተ ጥርጡራት ናብ ካርሸሊ ምስ ተዘዋወሩ፣ ኣብ ካርሸሊ ኣብ ትሕቲ ሜጀር ካሕሳይ በየነ ዝእለዩ ሽዱሽተ ኣባላት ወኪል ሃገራዊ ድሕነት ክፍሊ ዓፈናን ስጉምትን ከም ሓለውቲ ተመዚዞም ናይ ነፍሲ ወከፍ እሱር ሸላ መፍትሕ፣ ካብ ሓላፊ ቤት ማእሰርቲ ካርሸሊ ሜጀር ኣቶብርሃን ገብረሃንስ ሰካሕ ተረኪቦም። በቲ እዋን ኣብ ጉዳይ ናይ ኣኽራርነት ዝምባሌታት ንዝጥርጠሩ እሱራት ክኣልዩን ብምስጢራውነት ክሕልዉ ዝተሓረዩ ኣባላት ወኪል ሃገራዊ ድሕነት እዞም ዝስዕቡ ነይሮም፣ ቀዳማይ ሰርጌንት ዓንዳይ መንግስተኣብ፣ ካልኣይ ሰርጌንት ሃብተኣብ ኣዋጁ ወዲ ኣዋጁ፣ ሳልሳይ እዝግሕሽ ኣብርሃ ኮኾብ፣ ራብዓይ ተለንተ በረኸት ሃብተ፣ ሓሙሻይ መጀር ዓብዱሰላም ጌቱን ሻዱሻይ ግርማይ ሓጎስን እዮም። ኣብ ማእከላይ ቤት ጽሕፈት ወኪል ሃገራዊ ድሕነት፣ ኣብ ትሕቲ መጀር ካሕሳይ በየነ ወዲ በየነን መጀር ፍስሓጼን ዝእለዩ ብምስምስ እስላማዊ ጥርንፍነት ዝተጠርጠሩ ጠቕላላ እሱራት እድሪስ መሓመድ ዓልን ሓደ ሱዳናውን ዝርከብዎም ዓሰርተ ሸሞንተ ኮይኖም እቶም ዓሰርተ ሰለስተ ድማ ፍሉይ ጠመተን ዕቱብ ምክትታልን ክግበረሎም ዝተሓበሩ እዮም። ካብ ወርሒ ዓሰርተ ሓደ ክልተ ሽሕን ሓሙሽተን ክሳብ ወርሒ ዓሰርተ ክልተ ሽሕን ሽዱሽተን ንሓደ ዓመት ዝኣክል ናይ ነፍሲ ወከፍ እሱር ደቂቕ ጸብጻብ ናብ ቤት ጽሕፈት ፕሬዚዳንት ክለኣኽ ጸኒሑ እዩ ብዝወረደ መምርሒ መሰረት ኣብ ካርሸሊ ክሳብ ወርሒ ዓሰርተ ክልተ ሽሕን ሽዱሽተን ኣብ ዝነበረ ግዜ ሰርጌንት ዓንዳይ መንግስቲ ኣብ ሰርጌንት ሃብቲ ኣብ ኣዋጅ ወዲ ኣዋጁን እዝግሕሽ ኣብርሃ ኮኾብን ኣብ ዕቱብ ሓለዋ ጸኒሖም ድሕሪ ሕዳር ክልተ ሽሕን ሽዱሽተን ድማ መጀር ዓብዱሰላም ጌቱ ተለንተ በረኸት ሃብተን ግርማይ ሓጎስን ንኣስታት ዓሰርተ ሓደ ኣዋርሕ ብኽቱር ኣተሓሕዛ ክሕልውዎም ጸኒሖም። ቤት ማእሰርቲ ካርሸሊ ኣብ ባዕዳውን ሃገራውን መግዛእቲ ኤርትራ ብዙሓት ዜጋታት ዝተሳቐዩላን ዝተቐዘፉላን ብዘመነ ጣልያን ዝተሃንጸት ምድራዊት ሲኦል'ያ። ኣብ ዘመነ ህግደፍ'ውን እቲ ክቡር ወዲ ኣዳም ክብረት ስኢኑ ዝናሸወላ፣ ዝሓስረላ፣ ዝዋረደላን ብዘይ መላሰ ኣውያት ዝጠፈኣላ መሬታዊት ገሃንም እያ። ቤት ማእሰርቲ ካርሸሊ፣ እሱር ብዘይ ፈጸሞ ገበን፣ ብዘይ ፍርዲ ተቐይዱ፣ ካብ ተፈጥሮኣዊ ዑደት ተሓሪሙ፣ ንብዓት ከም ደም እናወሓዘ፣ ክሳብ ዓለም ጫፍ እናእወየ፣ ሰማዒ እዝኒ ዝስእነሉ፣ ብሕማማት ዝሳቐየሉ፣ ብቐዝሒ ዝስንክለሉ፣ ብጸልማት ዝዓውረሉ፣ ብሓፈሻ እቲ ክቡር ወዲ ሰብ ናብ እንስሳ ዝቕየረሉ ኣሰቃቒት ቤት ማእሰርቲ እያ። ንዓመታት ጎቦን ስንጭሮን ኮሊሎም፣ ደሞምን ረሃጾምን ዛርዮም፣ ናጽነት ዘውሓሱ ጀጋኑ ኤርትራና ሕቖኣ ሂባቶም፣ ካብ ፍትሒ ተሓሪሞም ኣብ ጸልማት ሸላታት ከርሸሊ ንሞቶም ዝጽበዩ ከም በዓል ብርጋደር ጀነራል ቢተወደድ ኣብርሃ፣ ቢርጋደር ጀነራል ሃብተጽዮን ሓድጉ፣ ኮኔረል ተስፋልደት ስዩም፣ ገዳይም ተጋደልቲ ኣስቴርን ሰናይትን ዝኣመሰሉ መሳኪን ደቂ ሃገር ሕጂ'ውን ኣለዉ። ቤት ማእሰርቲ ከርሸሊ ካብ ሳላሳ ንላዕሊ ሓውሲ ኣንደር ግራውንድ ካሜራታትን ካብ ሚእትን ሱሳን ንላዕሊ ዝተፈላለዩ ናይ ላዕልን ታሕትን ምድሪ ሸላታት ዘለውዎ ዕስራን ኣርባዕተን ሰዓት ጽኑዕ ሓለዋ ዝካየደላ፣ ብሸውዓተ ሜትሮ ሓጹር ትሪኳላታ ዝተሓጽረት፣ ብሜጀር ኣቶብርሃን ገብረሃንስ ትእዘዝ ቤት ማሕቡስ እያ። ህዝቢ ንምድንጋርን ሲቪላዊ ንምምሳልን ቅርጻዊ ምሕደርኡ ኣብ ትሕቲ ፖሊስ ኮይኑ፣ ቴሰዓ ሚእታዊት ብቤት ጽሕፈት ፕረዚደንትን ወኪል ሃገራዊ ድሕነትን ዝጥርጠሩን ዝድለዩን ሰባት ዝእሰሩላ እያ። ነፍሲ ወከፍ ጸብጻብ ፖለቲካዊ እሱር፣ ብመልክዕ ስርሒታዊ ጸብጻብ ኦፕሬሽን ሪፖርት ብደቂቕ ተሰኒዱ ብወኪል ሃገራዊ ድሕነት ኣቢሉ ቀጻሊ ናብ ቤት ጽሕፈት ፕሬዝዳንት ይለኣኽ እዩ። ብምስምስ እስላማዊ ጥርንፍነት ጅሃዳዊ ዝምባሌታትን ኣብ ወርሒ ሕዳር 2005 ኣብ ካርሸሊ ዝኣተዉ እሱራት እውን ናይ ነፍሲ ወከፍ ኩነታቶም ብደቂቕ ናብ ቤት ጽሕፈት ፕሬዝደንት ብመልክዕ ጸብጻብ ይለኣኽ ነይሩ። ነቶም ኣብ ቀይዲ ዝወዓሉ 18 ዜጋታት ከም ዝምርምሩ መጀር ካሕሳይ በየነን ፍስሓጼንን ካብ መጀር ኣቶ ብርሃን መፍትሕ ነፍሲ ወከፍ ሸላ ምስ ተቐበሉ ነቶም ሽዱሽተ ኣባላት ዓፈናን ስጉምትን ኣኪቦም ብላዕሊ ከም ዝተሓበረና እዞም ሰባት ብጽኑዕ ክተሓዙ ዝግብኦም ስለ ዝኾኑ ዝኾነ ዓይነት ምድንጋጽን ርህራሄን ከይትገብሩሎም ብምባል ሓቢሮም ነይሮም። እቶም ብሃይማኖታዊ ጥርኑፍነት ዝተቐየዱ ጥርጡራት በቲ እዋን ብመንጽር ካልኦት እሱራት ዝነብሩለን ካሜራታት ክረአ እንከሎ ዝስዕብ ትሕዝቶ ነይርዎ። ሓደ። ንሸነኽ ደቡብ ዝርከብ ካሜራታት ብተለምዳዊ ኣጸዋውዓ ቪያጀዳ ዝበሃል ኮይኑ፣ ኣብ ውሽጡ ዓሰርተ ክልተ ሸላታት ኣለዎ። ኣብቲ እዋን ብሜጀር ካሕሳይ በየነ መርመርኦም ዝወድኡ ኣብዘን ሸላታት ይቕየዱ ነይሮም። ክልተ። ብካሜራ ቁጽሪ ክልተ ዝፍለጣ ንሸነኽ ሰሜን ኣብ ዝርከብ ካሜራታት በዓል ቢርጋዴር ጀነራል ቢተወደድ ኣብርሃ ዝነበርዎ ኮይኑ፣ ኣብኣቶም እውን ዝተወሰኑ ጥርጡራት ነይሮም። ሰለስተ፣ ብካሜራ ቁጽሪ ዕስራን ሰለስተን ዝፍለጣ ንሸነኽ ምብራቕ ኣብ ዝርከባ ካሜራታት ብሃይማኖታዊ ጉዳይ ዝተጠርጠሩ በዓል ዶክተር ፍጹም ገብረንጉስ፣ ዶክተር ክፍሉ ገብረመስቀል፣ ሃይለ ናይዝጊ፣ ፖስተር ኪዳነ ወልዱን ዝርከቡዎም ኣርባዕተ ጥርጡራት ነይሮም። ምስዘን ካሜራታት ነጸላ መንደቕ ዝለገበት ካሜራ ቁጽሪ ሽዱሽተ ኣብ ሸላ ቁጽሪ ሽዱሽተ፣ ተጋዳሊት ሰናይት ደበሳይ ንበይና ነይራ ኣብ ሪጋ ትርከብ፣ ሓንቲ ሸላ ኸኣ ዓሰርተ ሽዱሽተ ኣዋልድ ኣባላት ብሄረ ኩናማ ነይረን። ኣርባዕተ ኣብ ካሜራ ቁፅሪ ሽዱሽተ ንሸነኽ ደቡባዊ ምብራቕ ሸላ ቁፅሪ ሰላሳን ሓደን ኣስቴር ፍስሃጽዮን በዓልቲ ቤቱ ንሚኒስተር ጴጥሮስ ሰለሙን ነይራ። ሓሙሽተ ኣስቴር ካብ ዝነበረቶ ሸነኽ ነጸላ መንደቕ ለጊቡ፣ ብኣባላት ዓፈናን ስጉምትን ወኪል ሃገራዊ ድሕነት ዝሕለዉ፣ ኣብ ትሕቲ ካሜራ ቁጽሪ ዓሰርተ ሸውዓተን ዓሰርተ ትሽዓተን ድማ ኣብ ዝርከባ ሸላታት እድሪስ መሓመድ ዓሊ ዝርከብዎም ዓሰርተ ሓሙሽተ እሱራት ነይሮም። ኣብ ክልተ ሽሕን ሸውዓተን ነጋዳይ ፍቕሪ ካብ ካሜራ ዓሰርተ ትሽዓተ ዝርከብ ኣብ ሓደ ቁጽሪ ዘይነበሮ ሸላ'ዩ ተቐቲሉ። ኣብ ውሽጢ ካርሸሊ ካብ ክልተ ሽሕን ሓደን ኣትሒዙ፣ ብኣዝዩ ልዑል ጥንቃቐ ዝሕለዋን ብኣባላት ጉጅለ ዓፈናን ስጉምትን ጥራይ ዝእለዩ እሱራት ዝእሰሩለን እዘን ካሜራታት ቁጽሪ ዓሰርተ ሸውዓተን ዓሰርተ ትሽዓተን እየን። ኣብ ትሕቲ ካሜራ ቁጽሪ ዓሰርተ ሸውዓተ ኣብ ሓንቲ ሸላ ኮኔረል ተስፋልደት ስዩምን ሳልሕ ኣቡበከርን ብሓባር ንነዊሕ ጸኒሖም እዮም። ኪኖ በዓል ተስፋልደት ብ ዓሰርተ ሸሞንተ ነሓሰ ክልተ ሽሕን ዓሰርተ ሸውዓተን ድሕሪ ናይ ዓሰርተ ኣርባዕተ ዓመታት ማእሰርቲ፣ ሰኣን ግቡእ ሕክምናን ዝተሰወኤ ገዲም ተጋዳላይ ሰሎሙን ሃብቶም'ውን፣ ኣብ ካሜራ ቁጽሪ ዓሰርተ ሓሙሽተ ነይሩ። እቶም ብኣኽራርነት ዝተጠርጠሩ ግን ቅድሚ ናብ ካርሸሊ ምእታዎም ወዲ በየነ ኣብ ዝተፈላለየ ቦታታት መርመራ ክገብረሎም ድሕሪ ምጽንሑ ባህሪ ስነ ጥበባዊ እድሪስ መሓመድ ዓሊ ዝርከብዎም ጥርጡራት ኣብተን ዝተጠቕሳ ካሜራታት ካብ ወርሒ ዓሰርተ ሓደ ክልተ ሽሕን ሓሙሽተን ጀሚሩ ንዕስራን ክልተን ኣዋርሕ ኣብ ካርሸሊ ጸኒሖም ኣብ ካርሸሊ ኣብ ዝጸንሑለን ዕስራን ክልተን ኣዋርሕ ንሓንቲ ካልኢት እውን ብርሃን ጸሓይ ሪኦም ኣይፈልጡን። ዝኾነ ዓይነት ሕክምናዊ ሓገዝ እውን ኣይተገበረሎምን። ብሓፈሻ ካብ ዝተፈላለዩ ከባቢታት ሃገርና በቲ እዋን ተለቒሞም ኣብ ካሸሊ ዝተቐየዱ እሱራት እዞም ዝስዕቡ እዮም። ቀዳማይ እድሪስ መሓመድ ዓሊ ስነጥበባዊ፣ ካልኣይ ኣልኣሚን ጀላኒ ኣባል ትራፊክ ፖሊስ ኢመግረሽን ዝነበረ፣ ሳልሳይ ጅምዕ ስዒድ ከሊል ጋዘጠኛ ኤሪትሪያ ኣልሓዲሳ ዝነበረ፣ ራብዓይ ኣደም መሓመድ ዓሊ ኣደም ሸልሸል ኣብ ኮሚሽን ፖሊስ ሰኣላይ ዝነበረ፣ ሓሙሻይ ሮባት ኣልሓሰን ኣሰልጣኒ ኩዕሶ እግሪ ኣብ ዞባ ዓንሰባ፣ ሻድሻይ መሓመድ ጀምዕ ኣረይ ኣብ ኮሚሽን ፖሊስ ኣብ ክፍሊ ፎረንሲክ መርመራ ዝነበረ። ሻውዓይ ጣሃ መሓመኑር ካብቶም መስረትቲ ተሓኤ ሓደ ድሕሪ ናጽነት ኣባል ኮሚሽን ረፈረንዱም ቀዋሚ ባይቶን ዝነበረ። ሻሙናይ ዑመር ከኪያ ገዲም ተጋዳላይ ተሓኤን ህዝባዊ ግንባርን። ታሽዓይ መሓመድ ዓብደል ሓሌብ ጋዘጠኛ ኣልሓዲሳ ገጣሚ ጸሓፋይን ነጋዳይን። ዓስራይ ኣቡበከር ባረቅ ሮሞዳን ኣባል ቤት ጽሕፈት ህግደፍ ንኡስ ዞባ ከረን። ዓሰርተ ሓደ፣ ሳልሕ ገሬነት ካብ መገዲ ኣየር ኤርትራን ዓሰርተ ክልተ፣ መሓመድ መስመር ሰራሕተኛ መንግስቲ ኣብ ከረን ዓሰርተ ሰለስተ፣ መሓመድ ኑር ማናጀር ሆቴል ካብ ኣቖርደት ዓሰርተ ኣርባዕተ፣ ሓሰን ኣቡበከር ፍሬኒ ስነጥበባውን ማናጀር ሆቴል ካብ ባረንቱ ሽዱሽተ ዓመት ተኣሲሩ ተፈቲሑ ክፍታሕ እንከሎ፣ ኣፉ ኣይዛረብን ነይሩ። ድሕሪ ክልተ ወርሒ ኣብ ባረንቱ መይቱ። ዓሰርተ ሓሙሽተ ዓብደላ ሮሞዳን ነጋዳይ ኣብ ከረን። ዓሰርተ ሽዱሽተ ካፒቴን ኣሕመድ መሓመድ ሙሳ ጁኑቭ ኣባል ኮማንዶ ዝነበረ። ዓሰርተ ሸውዓተ መሓመድ ሙሳ ራቓን ዓሰርተ ሸሞንተ ሓደ ስሙ ዘይተፈልጠ ሱዳናውን እዮም። ኩቡራት ተኻታተልቲ ንምዝኽኻር ዝኣክል በዓል እድሪስ ኣብ ዝተኣሰሩሉ እዋናት ማለት ኣብ ክልተ ሽሕን ሽዱሽተን ወርሒ ሸውዓተ ሓደ ካብ ወጻኢ ዝኣተወ ኤርትራዊ ሰኺሩ ኣብ መንጎ ካልኣይን መደበርን ካርሸልን ዝርከብ መንደቕ ብመኪና ሃሪሙ ኣፍሪስዎ ነይሩ። ኣብቲ ግዜ ንገለ መዓልታት እቲ መንደቕ ብዚንጎ ተሓጺሩ ነይሩ። ንሱ እውን ንሓደ ሰሙን ተኣሲሩ ወጺኡ። በቲ ዝፈረሰ ሸነኽ ዝነበሩ በዓል ደጀን ዓንዲ ሕሸል ዝርከብዎ፣ ገለ እሱራት ናብ ካሜራ ቁጽሪ ሰለስተ ተሰጋጊሮም ነይሮም። ካብዚኣቶም እቲ ንኢሲያስ ክቐትል ተላኢኹ ዝተባህለ ሱዳናዊ ነስረዲን ኣቡበከር ሓደ ነይሩ። ኣብ ካርሸሊ ካብ ሽሕን ትሽዓተ ሚእቲ ተስዓን ሸውዓተን ጀሚሩ ነስረዲን ኣቡበከር ሓዊሱ ብዙሓት ኣሕዋት ሱዳናውያን ብዝተፈላለየ ምኽንያት ተኣሲሮም እዮም። መጀር ካሕሳይ በየነ እውን ካብቶም ዓሰርተ ሸሞንተ እሱራት ንሓደ ሱዳናዊ ደጋጊሙ ይረኽቦ ነይሩ። ጉዳይ በዓል እድሪስ እውን ብቐጥታ ምስ ኣብ ሱዳን ዝርከቡ ሃይማኖታውያን ብምትእስሳር እዩ ተራእዩ። ኣብ 2006ን 7ን ምስቶም 18 ዝተኣስረ መጀር ካሕሳይ በየነ ደጋጊሙ ዝረኽቦ ዝነበረ ሱዳናዊ ግን እቲ ነስረዲን ዘይኮነስ ካልእ እዩ። ኩሎም እሱራት ኣብ ጸብጻባቶም ብጀካ ዝስዕቦም ስጉምቲ ስለ ዝተረድኡ ነቒጾም ክኣምኑ ኣይከኣሉን ዝብል ብጭቡጥ ዝኣመንዎ ገበን ኣይነበረን። ኣብ መወዳእታ ካብ ዓሰርተ ሸሞንተ እሱራት እቶም ዓሰርተ ሓደ ብመጀር ካሕሳይ በየነ ንሕልፈት ተፈሪዶም ናብ ካልኦት ካሜራታት ፋሕ ኢሎም ካብኣቶም ኣብ 2008 ሓደ ካብቶም መስረት ተሓኤ ዝነበሩ ኣቦይ ጣሃ መሓመድ ኑር ከም ዝሞቱን ሬሳ ንስድራ ከም ዝተዋህበን ይፍለጥ ኩነታት ናይቶም ንሕልፈት ዝተፈርዱ ዓሰርተ እሱራት ድማ ኣብ ከይዲ ክፍለጥ እዩ ብጀካቶም ናይ ሕልፈት ኣብ ከተማታትን መሳጊድን ፍሉይ ናይ ኣኽራርነት ዝንባሌታት ዘለዎምን መሳርሒ ናይ ካልኦት ናይ ምዃን ተኽእሎ ኣለዎም ብዝብል ዝተፈለዩ ሸውዓተ እሱራት እዮም። እዞም ብወዲ በየነን ብፍስሓጽየንን ተመምዮም ብዕቱብ ክተሓዙ ዝተወሰነሎም እሱራት ድማ ዝስዕቡ ነይሮም። ቀዳማይ፣ ስነ ጥበባዊ እድሪስ መሓመድ ዓሊ፣ ኣብ ባህሊ ያታን ቋንቋ ትግረን ዓረብን ዝለዓለ ኣበርክቶ ካብ ዝነበሮም ገዳይም ስነጥበባውያን ሃገርና ሓደ እዩ። ብሽሕን ትሽዓተ ሚእትን ሓምሳን ሽዱሽተን ካብ ኣቦኡ ሓጂ መሓመድ ዓሊ ሕመድን ኣዲኡ ሓሊማ ሓጂ ሙሳን ኣብ ናሮ ቃምጨዋ ተወሊዱ። ጌና ኣብ ንኡስ ዕድሚኡ ናብ ሱዳን ከባቢታት ገዳርፍን ኣትባራን ተሰዲዱ ናይ መባእታን ካልኣይን ደረጃ ትምህርቱ ኣብኡ ወዲኡ። ብሽሕን ትሽዓተ ሚእትን ሰብዓን ኣርባዕተን ድማ ምስ ተጋድሎ ሓርነት ተጸንቢሩ ኣብ ቃልሲ ንናጽነት ኣብ ዝተፈላለየ ባህላውን ጎስጓሳውን ዓውድታት ግቡኡ ዘበርከተ ገዲም ተጋዳላይ እዩ። ዝበዝሐ ዕድሚኡ ኣብ ሱዳን ዘሕለፈ እድሪስ፣ ቅድምን ድሕርን ናጽነት ብቋንቋታት ትግረን ዓረብን ዝተፈላለዩ ደርፍታትን ብምውጻእ ኣብ ኤርትራን ሱዳንን ሓያሎ ህቡብነት ተቐባልነትን ረኺቡ'ዩ። ኣብ ሃገራዊ በዓላትን ፈስቲቫላቱን ብባህላዊ ጉዳያት ህግደፍ ተዓዲሙ ዝተፈላለየ ደርፍታት ኣቕሪቡ'ዩ። መብዛሕትኡ ህዝብና ሆይ ሆይ መርዓዊ ብዝብል ደርፉ ዝዝክሮ እድሪስ መሓመድ ዓሊ ነታ ህብብቲ ደርፊ ኣመልኪቱ ሓደ እዋን ኣብ ሓደ ሚድያ ንኢሰያስ ዲኻ ደሪፍካያ ተባሂሉ ምስተሓተተ ኣነ ነዛ ሓዳስ ሃገር ዝተረከበ ህዝቢ ኤርትራ ከም መርዓዊ ስለ ዝሓሰብክዎ እምበር ንውልቀ ሰብ ኣይደረፍክዋን ብምባል መሊሱ ነይሩ። ባለግረን ምስ ሪም ምድር፣ በድሪ ሓሌ፣ ሽኽና ሁሌ ክሬት ምድርና እናበለ ብቋንቋታት ትግረን ዓረብን ዝደረፈ እድሪስ፣ ከም ናይ ወጋሕታ ጥዑም ዜማ ኣዕዋፍ ናብ ውሽጥኻ ዝሰርጽ፣ ነቲ ጥዑም ድምጹ መብዛሕትና ኤርትራውያን ወትሩ ኣይንርስዖን። ብቋንቋ ዓረብ ደርፍታቱ እውን ሱዳናውያን ይፈትውዎን የድንቕዎን እዮም። ኣብ ድሕሪ ባይትኡ ዕባይ ሱዳን ብምዃኑን ብዙሓት ሱዳናውያን ስለ ዝረኽብዎን ብእንዳ ህግደፍ እውን ካብቶም መዋእል ጀብሃዊ ዝምባሌታት ዘይሓደጎ ዝበሃሉ ሓደ ስለ ዝነበረን ከምኡ እውን ኣብ መሳጊድ የዘውትር ስለ ዝነበረ ብኣኽራርነት ተጠርጢሩ ኣብ ወርሒ ሕዳር ክልተ ሽሕን ሓሙሽተን ብኣባላት ጸጥታ ተዓፊኑ ተቐይዱ እዩ። ካልኣይ ጅምዕ ስዒድ ካሚል ብ ሽሕን ትሽዓተ ሚእትን ስሳን ሰለስተን ኣብ ቋርራ ተወሊዱ፣ ኣብ ንኡስ ዕድሚኡ ምስ ወለዱ ናብ ሱዳን ተሰዲዱ፣ ክሳብ ካልኣይ ደረጃ ኣብ ሱዳን ተማሂሩ፣ ኣብ ፈለማ ሽሕን ትሽዓተ ሚእትን ሰማንያታት ናብ ሊብያ ከይዱ፣ ኣብ ትራብሉስ ኣብ ሓደ ዩኒቨርሲቲ ተማሂሩ፣ ኣብቲ እዋን ኣባል ማሕበር ተማሃሮ ኤርትራ ኣብ ሊብያ ብምዃን ንጡፍ ኣበርክቶ ገይሩ'ዩ። ብዙሕ ከይጸንሐ ናብ ሜዳ ወሪዱ ኣብ ጎስጓስን ዜናን ኣገልጊሉ ድሕሪ ናጽነት ኣሰናዳኢ ጋዜጣ ኣልሓዲሳ ብምዃን ኣዳላዊ ዓምድታት ስፖርት ኮይኑ ኣገልጊሉ። ብባህሪኡ ኣዝዩ ቅኑዕን ደፋርን ዝነበረ ጅምዕ ኣብ ኣኼባታት ዓው ኢሉ ዝመሰሎ ብምዝራብ ብዙሕ ግዜ ግዳይ ምፍርራሕን መጠንቀቕታን ኮይኑ ነይሩ እዩ። ኣብ ክልተ ሽሕን ሓደን ሓላፊ ኣህግራዊ ኦሎምፒክ ኮሚቴ ኣንቶንዮ ሳማራጅ ናብ ኤርትራ ዑደት ኣብ ዝገበረሉ እዋን ቤት ጽሕፈት ኮሚቴ ኦሎምፒክ ኤርትራ ግብጃታት ብምግባር ነቲ ሓላፊ ሓደ ጥንታዊ መስቀል ከም ህያብ ኣበርኪትሉ ነይሩ። ንጽባሒቱ ጅምዕ ኣብ ጋዜጣ ኣልሓዲሳ ንኹለን ሃይማኖታት ባህልን ያታን ብሄራት ኤርትራ ዘይውክል ንዓለማዊ ባህሪ ህግደፍ ዘይምጥን ህያብ ተዋሂቡ ብምባል ብምጽሓፉ ኣብ ማእከላይ ቤት ጽሕፈት ሚኒስትሪ ዜና ተጸዊዑ ብቐጥታ ብናይ ዝጊ ክፍሉ ከቢድ መጠንቀቕታ ተዋሂብዎ ነይሩ። ኣብ መወዳእታ ኣብ ዝተፈላለዩ ኣኼባታት ብዘለዓሎም ተረርቲ ሕቶታት ኣብ ጠመተ ሓለፍቲ ስለ ዝኣተወ ብምስምስ ኣኽራርነት ተጠርጢሩ ኣብ ወርሒ ሕዳር ክልተ ሽሕን ሓሙሽተን ካብ ከባቢ ቃኘው ብኣባላት ጸጥታ ተዓፊኑ ተወሲዱ። ሰለስተ፣ ኣደም መሓመድ ዓሊ፣ ኣደም ሸልሸል፣ መዋእሉ ኣብ ሱዳን ዝዓበየ ኮይኑ፣ ካብቶም ብሱዳን ካርቱም ኣቢሎም ዝኣተዉ ቀያሕቲ ዕምባባ ሓደ ነይሩ። ድሕሪ ናጽነት ድማ ኣብ ማእከላይ ቤት ጽሕፈት ኮሚሽን ፖሊስን ኣጅብ ተወዚዑ ኣብ ትሕቲ ህዝባዊ ርክባት ፖሊስ ኤርትራን ናይ ጋዜጣ ህዝብን ፖሊስን ሰኣላይን ኣብ ክፍሊ ሕትመት ተመዲቡ ሰሪሑ እዩ። ሸልሸል ብውልቁ እውን ኣብ ዝተፈላለየ ውራያት ዝስእል ዝነበረ ህርኩት መንእሰይ እዩ። ኣብ ፈለማ 2005 ናብ ሚኒስትሪ ዜና ንክቕየር መደብ ተገይሩ ነይሩ። ኣብ ኣስመራ ንኢሳያስ ክጸርፍ ዝውዕልን ተባሂሉ ብተደጋጋሚ ኣብ ውሽጣዊ ጸጥታ ተጠቂሙ ነይሩ። ኣብ ወርሒ ሕዳር 2005 ብኣኽራርነት ተጠርጢሩ ካብ ሓደ እንዳ መርዓ ምስ ባድልኡ ብኣባላት ሃገራዊ ድሕነት ተዓፊኑ ናብ ካርሸሊ ተወሲዱ። ራብዓይ፣ ኣል ኣሚን ጀላኒ፣ ፈለማ ኣባል ኢመግረሽን ደሓር ድማ ኣባል ፖሊስ ትራፊክ ዝነበረ እዩ። ኣብ ወርሒ ሕዳር ክልተ ሽሕን ሓሙሽተን ምስቶም ዓሰርተ ሸሞንተ ቀንዲ ጥርጡራት ኣባላት እንዳ ጸጥታ ተዓፊኑ ናብ ካርሸሊ ዝተወስደ እዩ። ሓሙሻይ፣ ካፒተን ኣሕመድ መሓመድ ሙሳ፣ ጅኑቭ፣ ኣባል እንዳ ኮማንዶ ዝነበረ ኣብ ዓላ ተኣሲሩ ዝጸንሐ ብተመሳሳሊ ብኣኽራርነት ተጠርጢሩ ተዓፊኑ ናብ ካርሸሊ ዝኣተወ እዩ። ሻዱሻይ፣ ሮባት ኣልሓሰን፣ ኣሰልጣኒ ኩዕሶ እግሪ ጋንታ ዓንሰባ ዝነበረ፣ ኣብ ከረን ካብ መስጊድ ብኣኽራርነት ተጠርጢሩ ተዓፊኑ ዝተወስደ መንእሰይ እዩ። ሻብዓይ፣ ዓብደላ ሮመዳን ዝተባህለ ካብ ዞባ ደቡብ ተዓፊኑ ዝመጸ። እዞም ሸውዓተ ቀንዲ ጥርጡራት ንኣስታት ሓደ ወርሒ ዕለታዊ ብኣባላት መርመራ ወዲ በየነን ፍስሓጽየንህን ካብ ሸላታቶም እናተጸውዑ ኣባላት ጀሃድ ከም ዝኾንኩም እመኑ እናተባህሉ ብሕሱም ይቑጥቆጡ ነይሮም። ካብኣቶም እቶም ሰለስተ ማለት ኣልኣሚን ጀላኒ፣ ሮባት ኣልሓሰን፣ ዓብደላ ሮመዳን ብሰንኪ ሕሱም ማህረምትን ስእነት ሕክምናዊ ሓገዝን ካብ ወርሒ ሽዱሽተ ክሳብ ወርሒ ሸውዓተ ክልተ ሽሕን ሸውዓተን ኣብ ዝነበረ ግዜ ኣብ ውሽጢ ሸላታት ተሰዊኦም። ኣልኣሚን ጀላኒ ብውጽኣት ተሳቕዩ ካብ ሕክምና ተሓሪሙ ዘይምሱል መሲሉ ኣብ ሸላ ህይወቱ ምስ ሓለፈት ብመሸማዕ ተጠቕሊሉ ኣብ ሓደ ለይቲ መጀር በየነ ንገለ ኣባላት ዓፈናን ስጉምትን ሒዙ ኣብ መስመር ደቀምሓረ ከባቢ ደቅናዞ ብሕቡእ ቀቢሮምዎ። ሮባት ኣልሓሰንን ዓብደላ ሮሞዳንን እውን ብሰንኪ ከቢድ መርመራን ማህረምትን ግዳያት ስንክልና ሕማምን ሳንቡእን ኮይኖም ኣብ ናይ መዓልታት ኣፋላላይ ኣብ ውሽጢ ዝነበርዎ ሸላ ሞይቶም። ንኽልቲኦም ብለይቲ መጀር ወዲ በየነ ዝመርሖም ኣባላቱ ኣብ ጉዋ መገዲ ደቀምሓረ ጥቓ ዓዲ ኣርዓዳ ብሕቡእ ተቐቢሮም። ካብ ቤት ጽሕፈት ፕረዚደንት ጀሚሩ ክሳብ ኣካላት ሃገራዊ ድሕነት ብሰንሰለት ልዑል ጠመተ ዝተገበረሉ ጉዳይ ብምኽንያት ጥርኑፍነት ኣብ ዝተፈላለየ ቤት ማእሰርትታት ናይ ዝተኣስሩ ልዕሊ ሰለስተ ሚእቲ ዜጋታትናን ጉዳይ ናይ በዓል እድሪስን ብዙሓት ዜጋታት ኣብ መርመራን ቤት ማእሰርትን ክስውኡ ምስ ጀመሩ ኣብ ክልቲኡ ቤት ጽሕፈታት ኣኼባታት ይካየድ ነይሩ። ብዕለት ዕስራ ወርሒ ሸሞንተ ክልተ ሽሕን ሸውዓተን ድሕሪ ፋዱስ ሰዓት ኣርባዕተን ፈረቓን ብርጋዴር ጀነራል ኣብርሃ ካሳ፣ ብርጋዴር ጀነራል ስምኦን ገብረድንግል፣ ኮኔረል ወልደዝጊ ባህታን መጀር ካሕሳይ በየነን ናብ ቤት ጽሕፈት ፕረዚደንት ተጸዊዖም። ከባቢ ሰዓት ሓሙሽተ ተመሊሶም ኣብ ማእከላይ ቤት ጽሕፈት ወኪል ሃገራዊ ድሕነት ቻው ሆቴል ሓጺር ኣኼባ ኣካይዶም በቲ እዋን መበገሲኡ ካብ ሱዳን ዝገበረ ናይ ኣኽራርነት ዝምባለታት እናተባህለ ዘይምሰል ወረታት ኣብ መሳጊድ ብዜሮ ሰለስተ ብምዝርጋሕ ኣመንቲ ነንባዕሎም ክጠራጠሩ ይግበር ነይሩ ዕለት 22 ወርሒ 8 2007 ናይ ንግሆ መጀር ካሕሳይ በየነ ናብ ካርሸሊ ከይዱ ኣብቲ እዋን ሓለዋ ዝነበሩ ኣባላት ዓፈናን ስጉምትን መጀር ዓብዱሰላም ጌቱ፣ በረኸት ሃብተን ግርማይ ሓጎስን ነይሮም። ሰለስቲኦም ተጸዊዖም ስራሕ ከም ዝወድኡን ምሸት ግን ከም ዝድለዩ ተሓቢሮም። ንሓላፊ ካርሸሊ ኣቶ ብርሃን ድማ ካብ ድሕሪ ፋዱስ ጀሚሩ ንሸነኽ ምብራቕ ኣብ ናሕሲ ዝነበሩ ዋርድያታት ክኣልዮም ተሓቢርዎም። ድሕሪ ፋዱስ ሰዓት ኣርባዕተ፣ መጀር ካሕሳይ በየነ፣ ወዲ በየነ፣ ሰሌዳኣ ARG ባዶ ሓደ ክልተ ባዶ ክልተ ዝኾነት ጻዕዳ ሚኒባስ መኪና፣ ክሳብ ሕጂ ኣብ ቤት ጽሕፈት ደው ዝበለት፣ ሒዙ ናብ ካርሸሊ ተላኢኹ። ኩሉ ምድላዋት ከም ዝተጻፈፈ ምስ ኣረጋገጸ፣ ንኣባላት ሓለዋ ጸዊዑ፣ ነቶም እሱራት በብሓደ ከውጽእዎምን ኣብ መንጎ'ተን ካሜራታት ኣብ ዝርከብ ጎልጎል ከይደሃሉ ሰላምታ ክለዋወጡ ብምግባር፣ ኣብ መወዳእታ ማስኬራ ወድዮም ናብታ መኪና ከእትውዎም ኣዘዞም። ሰዓት ሓሙሽተ ምስ ኮነ ሰለስቲኦም ሓለውቲ ናብ ሸላ እናኣእተዉ ነቶም እሱራት ከውፅእዎም ጀመሩ። ቀዳማይ ዝወፀ ኣባል እንዳ ኮማንዶ ነበር ተጋዳላይ ካፒተን ኣሕመድ መሓመድ ሙሳ ጅኑብ እዩ። ኣብ ካልኣይ ዝወፀ ኣባል ፖሊስ ኤርትራ ነበር ሰኣላይ ኣደም መሓመድ ዓሊ ኣደም ሸልሸል እዩ። ቀጺሉ ባህር እድሪስ መሓመድ ዓሊ እዩ ወጺኡ። ኣብ መወዳእታ ንኣባል እንዳ ዜና ጅምዕ ስዒድ ከሚል ኣውጺኦሞ። ኩሎም ኣብታ ንእሽቶ ጎልጎል ንዝተወሰነ ደቓይቕ ተኣኪቦም። እዛ ጎልጎል ሽም ባሕሪ ዝተባህለ ኣውቲስታ ዝመርሓ ናይ ሜጀር ኣቶ ብርሃን መኪና ፓርክ ዝግበረላን ፓይሎት ደጀን ዓንዲ ሕሸል ነታ መኪና ኣልዒሉ ዝሃደመላን እያ። ካብቶም እሱራት ኣደም መሓመድ ዓሊ ሸልሸል፣ መሓውራቱ ጠሊምዎ ስለ ዝነበረ፣ ፈለማ ክእሰር እንከሎ፣ ካብቲ ዝተዓፈነሉ እንዳ መርዓ ተኸዲንዎ ዝነበረ ባድላ ካብ ኣቶ ብርሃን ተቐቢሎም፣ ባዕሎም እቶም ሓለውቲ ከዲኖም፣ ተሰኪሞም እዮም ናብቲ ጎልጎል ዘውጽእዎ። ኩሎም ብሰንኪ ንዕስራን ክልተን ኣዋርሕ ኣብ ጸልማት ብምጽንሖም፣ ኣዒንቶም ብርሃን ክጻወር ኣይክእልን ነይሩ። ድሕሪ ሒደት ደቓይቕ ኩሎም ገጾም ሚላኖ ማስኬራ ተገይርሎም ናብታ መኪና ተሰቒሎም፣ እታ ምኒባስ ካብ ካርሸሊ ወጺኣ ብእናማርያም ጋራጅ ዓምበርበብ ማይ ጃሕጃሕ ኣቢላ ኣብ መናፖል ዝርከብ ብኮኔረል ርእሶም ኣባይ ወዲ ማርጋኖ ዝምራሕ ጨንፈር ቤት ጽሕፈት ሃገራዊ ድሕነት እያ ኣትያ። ኣብ ውሽጢ እቲ ካንቸሎ ጨንፈር ቤት ጽሕፈት ሃገራዊ ድሕነት ምስ ኣተዉ፣ እቶም ኣቐዲሞም ነቶም እሱራት ንሓደ ዓመት ዝኣክል ክሕልዉ ዝጸንሑ ሰለስተ ኣባላት ዓፈናን ስጉምትን ዓንዳይ መንግስትኣብ ሃብተኣብ ኣዋጁን እዝጊሕሽ ኣብርሃን ጸኒሖምዎም። ሓደ ብሓደ ካብ መኪና ምስ ወረዱ ንዅሎም ተረኪቦም ኣብ ውሽጢ እቲ ካንሸሎ ዝርከብ ሓደ ክፍሊ ዳጒኖሞም። እቶም ካብ ካርሸሊ ዝመጹ ኣባላት ድማ ካብ ማእከላይ ቤት ጽሕፈት ውሽጣዊ ጸጥታ ብሓላፊ ክፍሊ ሎጂስቲክስ ሜጀር ክብሮም ጌታቴዎስ ዝተዳለወ ኣፍራዛን ባዴላን ከይዶም ኣምጺኦም። በቲ ዕለት ኣብ ወኪል ሃገራዊ ድሕነት ንጉዳይ በዓል እድሪስን ብጾቱን ከጻሪ ከም ካልኣዩ ንሜጀር ወዲ በየነ ዝተመዘ ሜጀር ፍስሓጽዮንን ሜጀር ተወልደ ራሻይዳን መርማሪ ጥርጡራት ፖለቲካ ብላዕሊ ተኣዚዞም ምስቶም ኣፍራዛን ባዴላን ዝወስዱ ኣባላት ናብታ መኪና ተሰቒሎም ብሓባር ናብ ቤት ጽሕፈት ኮኔረር ርእሶም ኣባይ ወዲ ማርጋኖ ከይዶም ኣብ መናፖልዮ ከም ሓላፊ ጨንፈር ብልሽውናን ምጽንጻንን ብምዃን በቲ እዋን ዝተመደበ ኮኔረል ርእሶም ኣባይ ወዲ ማርጋኖ፣ እታ ዝነበረላ ቤት ጽሕፈት ንኸምዚኦም ዝኣመሰሉ ስርሒታት ምችእትን ተመራጺትን እያ ነይራ። ብመስተን ጠላዕን ውሉፍ ዝኾነ ኮኔረል ርእሶም ኣባይ ወዲ ማርጋኖ፣ ኣብ ከባቢ ፊት ባተራሪኖ ዘላ እንዳ ነዳዲ ነጸላ መንደቕ እዩ ዝነብር። ኣብ ሜዳ ኣባል ኮማንዶ ህዝባዊ ግንባር ኮይኑ ኣብ ቅያ ዓሰርተ ሸሞንተ ደቓይቕ ዝተሳተፈ ተጋዳላይ እዩ። ድሕሪ ወራር ወያነ ኣብ 2000ን 2001ን ኣብ ምልቃምን ቅትለት ኢትዮጵያውያንን ከምኡውን ኣብ ምዕፋን ኣባላት ሰዓብትን ጉጅለ 15 ዝተሳተፈ እሙን ኣባል እዩ ኣብ ወኪል ሃገራዊ ድሕነት ኣብ ዝተፈላለዩ ክፍልታትን ጽፍሕታትን ተመዲቡ ድሕሪ ምግልጋሉ ኣብ ቀረባ ዓመታት ድማ ብስም ሬድሲ ሴኩሪቲ ሰርቪስ ዝጽዋዕ ሓውሲ ስለያዊ ትካል ተኸፊትሉ ኣብ ሓለዋን ምብጽጻሕን ዕደና ወርቂ ዛራ ተመዲቡ ይነጥፍ ኣሎ። ኣብ ጉዳይ በዓል እድሪስ መሓመድ ዓሊ ግን ናይታ ቤት ጽሕፈቱ መፋትሕ ንወዲ በየነ ኣረኪቡ ጥራይ እዩ ዝወጸ። በቲ ዕለት ብበዓል ስምኦን ዝወረደ ትእዛዝ መሰረት ኣብቲ ሰድሒት ዝነጥፉ ኣባላት ኣብ ክልተ ጉጅለታት ክምቀሉ ተገብረ። ብተወሳኺ በዓል ወዲ በየነ ነፍሲ ወከፍ ቀጻሊ ዕማማት ክሳብ ናይ መወዳእታ ሰዓት ንዝኾነ ኣባል ንኸይሕብሩ ጥቡቕ መምርሒ ተዋሂብዎም ነይሩ። ልክዕ ሰዓት ሽዱሽተ ምስ ኮነ፣ ቀዳማይ ጉጅለ ዝተሰመየ ብመራሒ መኪና ዓብዱሰላም ጌቱ ዝተመርሑ እቶም ሰለስተ ኣባላት ሓለዋ ብቤት ገርግሽ ኣቢሎም መገዲ ባጽዕ ሒዞም ልክዕ ሰዓት ሸውዓተን ፈረቓን ጋሕቴላይ ኣተዉ። ክሳብ ዝጽልምት ንዝተወሰነ ሰዓታት ምስ ጸንሑ፣ ጋሕቴላይ ሓሊፎም ንሸነኽ የማን ተጠውዮም ኣብ ማይ ኣጣል ምስ በጽሑ መራሕ መኪና ዓብዱሰላም ጌቱ መብራህቲ ኣጥፊኡ መኪና ደው ኣበለ። ኣርባዕቲኦም ካብታ መኪና ወሪዶም ባዴላን ኣፍራዛን ተሸኪሞም ካብ ጽርግያ ንሸነኽ ሰሜናዊ ምብራቕ ንኣስታት ዓሰርተ ደቓይቕ ብእግሪ ተጓዒዞም ኣብ ሓደ ሰራው ጨዓ ዝበዝሖ ጎልጎል ምስ በጽሑ ጋህሲ ምኹዓት ጀሚሮም። ካብኣቶም ዓብዱሰላም ጌቱ ንኻልኣይቲ ጉጅለ መገዲ ክመርሕ ናብ ጋሕቴላይ ተመሊሱ። ብሓለፍቲ ስርሒት መጀር ካሕሳይ በየነ ዝተመርሑ ኣርባዕተ ኣባላት እሱራትን ዝሓዘት ጉጅለ ድማ ንዕኦም ስዒባ ኣብ ጋሕቴላይ ጸኒሓ። ድሕሪ ሰዓታት ላዕለዎት መርመርቲ ዝርከብዎ ካልኣይ ጉጅለ ብመራሕ መኪና ዓብዱሰላም ጌቱ ተመሪሖም ኮድ ሰለስተ ጻዕዳ ላንድኩረዘር ሒዞም ብድሕርኦም እታ ካብ ካርሸሊስ ጀሚራ ዝነበረት ካልኣይቲ መኪና ሚኒባስ ኣስዒቦም ናብ ማያጣል በጺሖም። ኣብ ካልኣይቲ ጉጅለ ወዲ በየነ፣ ፍስሓ ጽየን፣ ተወልደ ራሻይዳን ምኽትል ተለንተ መልኣከ ሓጎስ ሊንጎ ዝተባህላ ኣውቲስታ ነይሮም። ብመሰረት ስርሒታዊ ጸብጻባት ቤት ጽሕፈት ሃገራዊ ድሕነት፣ ብሓፈሻ ኣብታ ዕለት ዕስራን ክልተን ወርሒ ሸሞንተ ክልተ ሽሕን ሸውዓተን ፍርቂ ለይቲ ዝተሳተፉ ኣባላት እዞም ኣብ ክልቲኤን ጉጅለታት ዝነበሩ'ዮም። ኣብ ማይ ኣጣል ምስ በጽሑ፣ ኣርባዕተ ብኣጣማምራ ሰራው ዝተጸፍጸፉ ኣእዳዎም ብፌሮ ዝተመቑሑ እሱራት ካብታ ላንድ ኩረዘር በብሓደ ኣውጺኦም ናብቲ ጋህሲ ብምውሳድ ባዕሉ ወዲ በየነ ብድምጺ ኣልቦ ብረት ረሺንዎም። ኣብዛ ዕለት ዝተረሸኑ እሱራት እውን እቶም መዋእሎም ብሰንኪ ፍቕሪ ሃገር ኣብ ገድልን ኣብ ናጽነትን ዝተፈላለየ ኣበርክቶ ዝገበሩ ዝስዕቡ ዜጋታት ነይሮም። ቀዳማይ፣ ስነ ጥበባዊ እድሪስ መሓመድ ዓሊ። ካልኣይ፣ ኣደም መሓመድ ዓሊ፣ ሸልሸል፣ ሳልሳይ፣ ጅምዕ ስዒድ፣ ከሚል፣ ራብዓይ፣ ካፒተን ኣሕመድ መሓመድ፣ ሙሳ፣ እዮም። ድሕሪ መርሸንቲ እዞም ግዳያት፣ እቶም ኣባላት ሓመድ ኣልቢሶም፣ ነቲ ጉድጓድ ኣብቲ ከባቢ ዝርከብ ኣግራብን ሓመድን ኣመሳሲሎም፣ ሰዓት ክልተን ፈረቓን ምስ ኮነ ኩሎም ኣባላት መገዲ ጋሕቴላይ ሒዞም ነስመራ ተመሊሶም። ናይዚ ምሉእ ጸብጻብ ኦፕሬሽን ሪፖርት፣ ኣብ ቤት ጽሕፈት ፕረዚደንት ተዓቂቡ ነይሩ። ገለ ካብ ትሕዝቶ ጸብጻባት፣ ኣቦ ኣደም ሸልሸል ኣብ ኣጂፕ ቤት ጽሕፈት ፖሊስ ኤርትራ ብዛዕባ ደሃይ ወዶም ብተደጋጋሚ ከም ዝሓተቱን እቲ ዘሕዝን ሓንቲ ኣሚራ መሓመድ ትበሃል ጓል ክምርዖ መደብ ከም ዝነበሮን ከይተረፈ ብደቂቕ ይግለጽ። ክቡራት ተኸታተልቲ፣ ነዚ ጽሑፍ ከዳሉ እንከለኹ ብሓቂ ንምግላጹ ዘጸግም ሓዘን እናተሰማዓኒ እዩ። ኣብ ወኪል ሃገራዊ ድሕነት ድሕሪ ከምዚ ዓይነት ስጉምቲ ብላዕለዎት ሓለፍቲ ዝዝረብ ሓደ ልሙድ ኣበሃህላ ኣሎ፣ ሳግላ ብላዕ ኣይትቕላዕ ዝብል። እምበኣር እቲ ንዘመናት ተኸዊሉ ዝነበረ ሳግላ ሎሚ ቀላሊዐዮ ኣለኹ። ገና'ውን ብዙሓት ሳግላታት ክቐላሊዕ'የ። በዚ ኣጋጣሚ ነዚ ሓበሬታ ዝሰማዕኩም ስድራቤት ሰማእታትን መላእ ህዝቢ ኤርትራን ጽንዓት ይሃብኩም ይብል። ሕጂ እውን እዝኒ ዘለዎ ይስማዕ። ኣብ ዝሓለፈ ዕስራን ሸውዓተን ዓመታት ብፍላይ ድሕሪ ምፍራስ እና ሰብዓን ክልተን ብስም ውሽጣዊ ጸጥታ ዝቖመ ትካል ብጀካ በትረ ስልጣን ኢሳያስ ምሕላውን ምንዋሕን ንህዝቢ ኤርትራ ምብስባስን ምጽናትን ዘረጋገጾ ሃገራዊ ፋይዳ የልቦን። ሕጂ እውን እዝኒ ዘለዎ ይስማዕ። ካብ መላእ ሃገር ብስም መልሻ ስርናይ ወደ ገባ፣ ኢሰፓ፣ ጀሃድ፣ ትሕተ ሃገራውነት፣ ኣሳሰይቲ ወያኔ፣ ኣመሪካን ካልእን ብዝወዓልዎን ዘይወዓልዎን ገበናት ተጠርጢሮም ብዘይ ዝኾነ ፍርዳዊ መስርሕ ኣብ ኢድ ውሽጣዊ ጸጥታ ምስ ኣተዉ ብቐጥታ ብኢሳያስ ወዲ ካሳን ስምኦንን ተኣዚዞም ኣብ ቅትለት ዜጋታትና ዝተሳተፉ ተሓተትን መሰኻኽርን ቀንዲ ሓለፍትን ኣባላት ሓለዋ ሰውራ ነበርን እዞም ዝስዕቡ እዮም። ቀዳማይ፣ ኮኔረል ወልደዝጊ ባህታ፣ ካልኣይ፣ ኮኔረል የማነ ኣፈወርቂ፣ ሳልሳይ፣ ሌተናር ኮኔረል ፍጹም ዮውሃንስ፣ ራብዓይ፣ ሜጀር ካሕሳይ በየነ፣ ሓሙሻይ፣ ሜጀር ፍስሓጽየን፣ ሻድሻይ፣ ሜጀር ተወልደ ራሻይዳ፣ ሻብዓይ፣ ሜጀር ዓብዱ ሰላም ጌቱ፣ ሻሙናይ፣ ሰርጌንት ሃብተኣብ ኣዋጁ ወዲ ኣዋጁ ታሽዓይ ሰርጌንት ዓንዳይ መንግስተኣብ ዓስራይ መልኣከ ሓጎስ ሊንጎ ዓሰርተ ሓደ ካፒተን ለምለም መለስ ሽደን መለስ እዮም።